ሕረ እዚ ኩሉ በደላቱን ጥልመቱን እታ ኣምሪረ ዝበኸኹላ ምሸት መሊሰ ንኸይበኪ ቃል ኣተኹ። ልክዕ ከምዛ እንቱፍ ኢለ ዝደርበኹዋ መሊሰ ዘይልሕሳን ትፍጣፈይ ከምኣ ክሪኦ ከም ዘለኒ ድማ ከቢድ ማሕላ መሓልኩ። ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም። ንሎም መዓልቲ ሒዘልኩም ዝመጻኹ መደብ መደብ ካባይ ተምሃሩ ዝብል ናይ ሓንቲ ጅግናን ጠንካራን ስደተኛ ሄዋን መሃሪ ዝኾነ ዛንታ እየ ሒዘልኩም መጽኤ። ከምቲ ኩሉ ግዜ ነዛ ቻናለይ ሓደሽቲ ዝኾንኩም ብላይክን ብሳብስክራይብን ነባራት ዝኾንኩም ድማ ብላይክ ጀምርዋ ነዛ ዛንታ ክብለኩም ይፈቱ ናብዛ ናይ ዝሓፍትና ዛንታ ከብለኩም ሰናይ ምክትታል እዛ ዛንታኣ ከምዚ እያ ትብል ሰላም ኣቢ ስለ ዝመለስክለይና ብዙይ ስለ ዘግነኹኺ ደስ ኢሉኒ ማራ ዘድንቐኪ ዝፈትወኪ ካብ ዝከታተለኪ ክልተ ዓመተይ ገይረ ግን ናትክስ ርኤ ኣይመንዎን ሓይሊ ዝወሰኽክለይ መጠንከሪተ ኢኺ እሞ ካብ ትምኒትኪ ንላዕሊ በፂሕኺ የርእየኒ ጅግናየ መርኣያ ኢኺ ቀፅልሉ ቤቲ ዓይነይ። ብጣዕሚ እየ ዘመስግን የቐንየለይ ዝሓፍተይ እና ሎሚ ዝመፃኹሉ ጉዳየይ ካባይ ተምሃራ ክብለን እየ ግን ምስማዕ ዘይኮነስ በይዛኽን ሰሚዕኽን ተቐየራ ንመሃር ኢና እናበላ ኣብኡ ክነብራ እናሃለዋ ሕርር እየ ዝብል እና ታሪኸይ ኣነ ኣብ ስዑዲ እየ ዝነብር ስዑዲ ንኽመፅእ ካብ መርዓ ሃዲመ እየ መፅየ ጉራ ከይመስለክን እምበር ኣቢየይ ፎቶ ክሰደልክ እየ ኣብ ዓዲ ብወለደይ ንመርዓ ብምጥያቕ ኣነ እምቢ ብምባል ክንደይ ባእሲ ኢና ኣሕሊፍና። ኣብ ሞንጎ ኣወዳት ስለ ዝዓበኹ ሓንቂቐ እየ ዓብየ። ካብኡለ ጸጉርን ቁመትን መልክዕን ከም ዘለኒ ከም ዝርድኣኒ እንተ ኾይኑ ጽብቕቲ እየ። ብደቂ ዓደይ ብመማህራን ብዕርኽቲ ኣሕዋተይ ኣነ እምቢ ክብል ቤተ ሰበይ እሺ በል እናበሉ ሞጎት ኣሕሊፍና ደሓር ግን በቃ ኩሎም እሺ ኢሎም ከመርዕዉኒ ወዲኦም መሊቆ ስዑዲ መጼ ሓደ ወዲ ሓውበይ ሒዙኒ ስዑዲ ሓወይ ነይሩኒ ከፊሉለይ ክንደይ ኣሕሊፈ ኣትየ ዕዱል ገይረ ስርሑ ደኣ ከቢድ እዩ እምበር ቀዋሚ ስራሕ ይኣቱ ዕዳይ ከፊለ መሬት ይገዝእ ኣብ ኣርባዕተ ዓመተይ ኣብ ሞንጎ እዙይ ግን ካብ ብባሕረኛይ ምስዞም ዝፈልጡኒ ቁጽረይ ኣምጺኦም ዝድውልለይ ኣነ ለስርሐይ እናሳለጥኩ የዕልሎም ነይረ እየ። ካብ ኩሎም ግን ዘይፈልጦ ነይሩ ሓደ እናደወለ እናምሓለ ኣፍቂረኪ እናበለ ሙዚቃ፣ መዝሙር፣ ጥቕሲ እናሰደደ ፍቕሩ ዝገልጸለይ ዓዱ ፍሉጥ እዩ፣ ቀረባና እዩ። ግን ንሱ ብወረ ፈሊጡኒ ኣነ ግን ኣይፈልጦን ከምኡ ዝበለ ማሕላ ምሒልካ ዝሕሶ ኣይመስለንን ነይሩ ኣሎ ዝተብሃለ ከቢድ ማሕላ እናመሓለ ኣፍቂረኪ ክምርዓወኪ እየ ከምዚ ክገብረልኪ እየ እናበለ ስልኪ ክዓፅዎ እንተበልኩኳስ ድቃስ ኣቢኒ ምግቢ ምብላዕ ኣቢኒ በይዛኺ ኣይትዕፀውየ እናበለ ክስካዕ በሊዐ ወይ ጓሓፍ ጉሒፈስ በቃ ክንደይ ፀኒሐ እንተተመሊሰ ኣብ መስመር ይፀንሐኒ ብሓፂሩ ክልተ ዓመት ለሚኑ በኽዩ ኣእሚኑ ፍቕሪ ኣትሒዙኒ ብዓዱ ክውደኣለይ ደልዩ ግን ገዛይ ከስርሕ እየ መጀመርያ ኢለ ድሓር ግን ንሓወይ ኣማኺረ ኣየድልየክን ኢሉ ባህርያቱ ነጊሩኒ ግን ኣነ ኣሚነዮ ኣፍቂረዮ ስለ ዝነበርኩ ተቐይሩ እዩ ኢለዮ ሓወይ ፈሪሑ በሊ ተራኺብኩም ከይትኾኑስ ይወደእልኪ ኢሉኒ ወዲእለይ ምስ ወደእለይ ገዛኺ ባዕለይ ከስርሖ እየ ኮፍ ኢልኪ ኩሉ ክሽፍነልኪ እናበለ እሚኑኒ ወፅየ ሽምዓ ዕምበባ ገዛ ቀይሕ ብቀይሕ ገይሩ ቀለበት ገዚኡ ሳፕራይዝ ገይሩኒ ናይ መጀመርያ እዩ ግን ኣይኣመነኒ ነይሩ ወሲኹ ብፍቅረይ ከም ዝተማረኸ ዕድለኛ ምዃኑ እንታይ እየ እሞ ክብለኪ ዝገብረለይ እናጠፍኦ ካብ ቀዋሚ ስርሐይ ኣጥፊኡኒ ተመላላስ ኣለሽለይ ቅርሺ ነይርዎ እዩ ከም ዝጠንስ እውን ገይሩ መሬተይ ከየስርሖ ግን ንመውለዲ ክኸውን ቅርሺ ኢሉኒ ኣየስርሐለይ ተመላላስ እናሰራሕኹ ምውላደይ ኣኺሉ ምስ ጠነስኩ ግን እናተቐየረ እናኾርዐ ሓሳቡ እናቐየረ መፀ መሃራ እዩ ከዓ ዝቐንእ ናፍቕሪ ቕንእ እዩ ዝመስለኒ ነይሩ ግን ናይ ሕስድና ቅንኢ ምዃኑ ክነግረክን እየ ወሊደለ ቅይር ኢሉ ጸርፊ ጽፍዒት ኣብ ቅድመይ ምድውዋል ምንዓቕ ካባይ ዝጽብቓ ከምዝደልይኡ ዋላ ወሊዱ ግን ባዕሉ ከምዘይደልየን እናገበረ ሞራለይ ስብር የብሎ ነብሰይ እናጸላእኹ ዓርሰ እምነተይ እናሞተ ኣከዳድናይ እውን እናተቐየርኩ ይመጽእ ነይረ ይሰርሕ ቆልዓ ይሕዝ ኣብ ገዛ በቃ ኩሉ ነገረይ ተቐይሩ ክዳን ብጃማ ገፊሕ ነገር እምበር ናቐደመይ እንተ ተኸዲነ ሰበይቲ ምሰሊ ገለ እናበለ ከም ዝጸልኦ ገይሩኒ ኣነለ የፍቅረኒ እዩ ቀኒኡ እዩ እናበልኩ ነብሰይ ተወዲኡ ገጸይ ተባላሽዩ ካብ ጽፍዒቱ ሸው ዘብሎም ቃላቱ ይሰብሩኒ ነበሩ ከምኡ እናበልና ቅርሹ ተወዲኡ ኣነ ዝሰርሖ ኩሉ ንዕኡ እየ ዝህቦ ነይረ ሰብኣይኪ እየ እናበለ ቆልዓ ድማ ናብ ኣድኡ ሰደዳ ምስ ወለድኺ ክትሓምቕ እያ ክትጸልም እያ ኢሉ ብዝበለጸ ኸዓ ኣሚነዮ ካብ ዝፈልጦም ሰባት ተለቂሐ ንመስደዲ ዝኸውን ንዓዲ ሰዲደያ ዕዳይ እናሰራሕኹ ከፈልክዎ ንቖልዓ ድማ ዘዝሰራሕኽዎ ይህቦ ነይረ ክሕውለላ እናበለ ካብኡ ከሕፅሮ ዓዲ ኸይዱ ድንገት ናይ ስደት ነገር ዓዲ ምስ ከደ ቅርሺ ስደድለይ ተጸጊመ ናይ ቆልዓ ገለ እናበለ በቃ ደጊም ሰብኣየ እዩ እናበልኩ ይሰደሉ ግን ኣብ መንጎ ዕላሉ ዋይ እዘን ኣብዚ ዘለዋ ዕድመ ነናእሽቶ እየን መልክዐ ነከዳድነን ክጽብቓ ሃነን የብላኻ ዋላ ወሊደን ተበልክወን ዋላ ውለድ ይብላኒ ንገዛና ይመጻ ከምዚ ይበላኒ እናበለ ክስካዕ ዝበኪ ይገብረኒ ነይሩ ኣብ ዝደለኽዎ ኣይረኽቦን እሱ ኣብ ዝደለየ እምበር ካብኡ ስደድለይ ኣብ ዝበለኒ መሪሩኒ ሓደ መዓልቲ ኣይብለይን ኢለዩ ሰኺሩ ናይ ልቡ ጸርፉ የለ ንዕቐቱ የለ ተዛረበኒ ሪከርድ ገበርክዎ ብኽይ ኣቢለ ብጽባሒቱ ይቅርታ እናበለ ቅርሺ ይሰደሉ ዓመት ጸኒሕና ናይ ጓለይ ፎቶ እናሰደደ እናተዓረቕና እናተባእስና ግን ኣነ ምስማዕ ኣብየ እምበር ምሰ ጓላት ይሓድር ግደፍ እናተብሃልኩ እየ ወዲ ስለ ዝኾነ እዩ እምበር የፍቅረኒ እዩ እናበልኩ ደጊም ሰብኣየ እዩ እናበልኩ ካብኡ ገዛይ ከስርሖ እሞ ዓድኺ ክትመጽእ ስደድለይ ኢሉኒ እናኣከብኩ ቅርሺ ክሰደሉ ኣብ ሞንጎ ግን ነቦይ ሰዲደሎም ቅርሺ ኣብ ባንኪ ርእዎም ንወለድኺ እናሰደድኪ ንሰብኣይኪ ሰኣቢ ኢሉኒ ብንደት መሊሰሉ ተጸራሪፍና ሕጂ እውን ሪከርድ ገይረዮ እንደገና ሰሙን ጸኒሑ ይቅርታ ኢሉኒ ክሰደሉ እናሓሰብኩ ተሓጽዩ ሰሚዐ ከምዘይሰማዕኹ ሱቕ በልኩ ቅርሸይ ናብ ኣቦይ ሰደድኩ ኣበየሎ ቅርሺ ኢሉ ናተለማመጸ ይሓተኒ ዝመረጾ ፕላን ገዛ ይሰደለይ ናፊቐክ እናበለ ልበይ ንኸይጥርጥሮ እናገበሮ ንኽሰደሉ ናይ ወርሐይ ቅርሺ እናሓሰብኩ ግን ኣይብለይን በልክዎ ንኽቕልድ ኢለ ብስምዒት ጸርፍ ጀመረ ሪከርድ ገበርክዎ ናብ መጨረሻ ክሓተኪ ሰበይተይ ተኾይንኪ መስርሒ ገዛና ስደድለይ ድኻ ኮይነ ተጸባየ ስለ ዝኾንኩ ትማሊ ከምዚ ከም ዘይገበርኩልኪ እዩ ክዓ ዝብለኒ ናብ መጨረሻ በለኒ ጸርፉ ተሰሚዑ እናዓጸኽዎ ብሎክ ገበረኒ። ግን መመኽነይታ እዩ ደልዩ ከሕጽረልከን ብቕርሸይ ክመርዖ ነይሩ እቲ ናይ መጨረሻ ኢሉ ዘጠንቀቐኒ ድማ እሺ ኢላ ጠሊማትነ ንኽብል እዩ እቲ ዝተጸራረፍናዮ ኩሉ ፈሊጡ እዩ ይምርዖ ኣሎ ምስ ሰማዕኹ ኩሉ ሪከርድ ዝገበርክዎ ሰማዕኹ ብኣካል ዝደርበየለይ ቃላቱ ዘከርኩ ብኸይ የበልኩ ተመርዒ ከዓ ፎቶታቱን ቪድዮታቱን ኩሎም ቤተሰቡ ኣብ ፌስቡክ ፖስቶምዎ ረኣኹ ካብ ብሎክ ከፊቱኒ ድማ ፕሮፋይል ገበሮ ናይ መርዕኡ እንታይ ከም ዝኾንኩ ብኽያተይ ጠፍአ እታ ኣምሪረ ዝበኸኹላ ናይ መጨረሻ ነበረት ንሱ ዝገዝአለይ ክዳውንቲ ምስኡ እናሃለኹ ዝኽደኖ ዝነበርኩ ናቱ ክዳውንቲ ኩሉ ከዓ ወፅየ ጉሓፍክዎ ቀለበተይ ሸይጠ ቅርሹ ወሲኸ ከዓ ናይ ክሳደይ ሃብል ወርቀ ገዛእኽዎ ማሕላ ከዓ መሓልኩ ንኸይዕረቆ ንኸይበኪ ነብሰይ ፀጉረይ ናብ ናይ ቀደም ንኽምልሶ ስፖርት ንኽሰርሕ ነብሰይ ንኽፈቱ ገዛይ ከሰርሕ መሓልኩ። ስፖርት ድማ ጀመርኩ። ጸጉረይ ብነዊሑ ተባላሽዩ እዩ ነይሩ። ምክንኻን ድማ ጀመርኩ። ድሕሪ ሓሙሽተ ወርሒ ፕሮፋይል ናይ ጓልና ገይሩ እቲ ዝነበረ ናይ መርዓ ፎቶታት ደሊቱ ሓደ ገጽ ጽሑፍ ሙሉእ ጽሒፉ ጸንሐን ተጸጺተ እየ በዲለክ እየ ከይተትሕዘኒ ፈሪሐ ናይ ሓደ መዓልቲ ጌጋ እዩ ወዘተ ዝብል ይቕረ ይኹንካ በልክዎ ደወለለይ። ምስ ጓለይ ኣራኸበኒ። ትምህርቲ ንኽትጅምር ጓልና ከተማ ናብ ሓፍተይ ትኺድ በልክዎ። ኣደኻ ኣራኸበኒ ኢለዮ። እናሓፈራ ይቅርታ ዛጓለይ በዲልናኪ። እንኳዕ ተዓረቑ። ንዓኺ ኢና ንፈትወኪ። ጓልኩም ኣዕብዩ በላኒ። እናሓፈራ። መዓት ነገር ተናገራኒ። እሚንዎም እየ እምበር ንሶም ሕደግ ኢሎምዎ ነይሮም እዮም። እሺ ኢለየን። እናመፀት ክትርእየኩም እያ ኣብ ዕረፍታ ኢለየን ንሓፍተይ ሂብዋ ትምህርታ ጀመረት። ኣነለ ንዓሞታተይ ለሚነ ናደገ ስራሕ ፈቐዳለይ። ናደገ ንነብሰይን ንጓለይን ናይ ወርሒ ደመወዘይ ንመስርሒ ገዛይ ወሰንኩ። ዝተራገፈ ስሚንቶ፣ ፎቶ ልኢኹ ኩሉ ኩሉ ንብረት ኣዳልየስ ቅርሺ ጎዲሉኒ መስርሒ ገዛ በለኒ። ንወለደይ ኣብ እግሮም ወዲቑ ተሃላሊኽና ኢና ነይርና፣ የፍቅራ እየ፣ ኣተዓርቑኒ፣ ይቕረ በሉለይ ኢልዎም። እሚንዎም እዩ። ተዓረቑ ይብሉኒ። ክንደይ ዝኣክል ይኣኽለካ በልኩ በዝሒ ቅርሺ ነገረኒ ቅልጥፍ ኢለ ዲዛይኑ ከመይ ድዩ በዝሒ ክፍሉ ከኢለ ኩሉ ሓተትኩ ወታእታእ እናበለ ተደናገጸ ኣይሓተትኩን ነዳቕባ እንታይባ በለ ወየኮ ዲዛይናት ቅድሚ መርዓ ይሰደለይ ነይሩ እዩ ስለ ዘይሓሰቦ ግን ዘረብኡ ቀየርየር ይብል ኣነ ይሓትት ኣትሪረ ኩሉ ተረደኒ ሱቕ በልኩ ኣይመለስኩሉን ዓጽየ ናብ ስርሐይ ከድኩ። ብሰላም ኣቦይ ከዓ ገዛየ ጀሚሮምዎ እዮም ነይሮም። ገዛና ባዕሉ ይፈልጥ ዋ ዋሊተይ ደጊምኮ ሰብኣይኪ እዩ ጓሉ ሒዙ ኣረቂ ሒዙ መጺኡና እዚ ኩሉ መሕላ እናመሓለ ሓዳረዩ ደሊ ኣሎ ተዓረቑ በሉኒ። መጀመርያ ገዛየ ስርሑሎ ይበልክዎ ኣሕዋተይ ስለ ዝጸልእዎ ኣይናገርዎምን ንሶም ግን ለዋህ ኣመንቲ ስለ ዝኾኑ ይኣምንዎ እዛ ናይ ደገ ገንዘብ ደስ ዝበለኒ ክዳነይ ምግበይ ዝስተ ቅድሚያ ንነብሰ እየ ዝገዝኣ እንተ ጎዲሉ ንጓለይ ዝኸውን ካብ ደሞ ዘየጉዲለ እየ ዝሰደላ ቅርሺ ኣኪበ ስለ ዝነበርኩ መስርሒ እናወሰኽኩሎም እየ ነይረ እምበር ነይሩ እዩ ቅርፀይ ተመልሰ ገፀይ ፀጉረይ ኩሉ ተመልሰ ስፖርት እናሰራሕኹ ድማ እቲ ሪከርድ ዝገበርክዎ ፀርፉ ከፊተ ከም ሙዚቃ ይሰምዖ እሞ ሓይሊ ይውስኽ ነበርኩ ቀደም ፍቕሪ ማለት ነብስኻ ገዲፍካ ደስ ዝበለካ ነብስኻ ቀጽዒኻ ንትፈትዎ ሰብ ምግባር ይመስለኒ ነይሩ ሎሚ ግን ንጓለይ ክገብረላ ኳስ ነብሰይ ክቐድም ከም ዘለኒ ተረዲኡኒ ኣውደኣመት እንተኾይኑ ምሽዋር ሰዲደ ደስ ዝበለኒ ምግቢ ሓበሻ እየ ዘምጽእ ጽግብ ኣቢለ እየ ዝሰርሕ ጁስ ኣትክልቲ ደስ ዝበለኒ ንነብሰይ ኣይስስዐላን ከሕጽረልኪ ናይ ቀደም ክዳውንተይ ተመሊሰ ይኽደኖ ቅርጸይ ጸጉረይ ኩሉ ነገር ከም ቀደመይ ፎይን

ሓደ ቤተሰቡ ደዊሉ ተዓሪቕና ኢና ክትሰደለይ እያ ኢልዎ ለከ ነይሩ። ቅርሸይ መልሱለይ ጸጊሙኒ እዩ በለኒ። ናምንታይ ቅርሺ እንተበልክዎ እቱ መሸለሚ ወርቂ ዝተለቅሖ በለኒ። ክንደይ እዩ? ኩሉ ግልፂ ንገረኒ ክሰደልካ በልክዎ። ከግዝሙኒ እዮም ኢሉ ካባይ ተለቂሑ ሸሊምዋስ ፍርቁ ዘይሃብዎ ኣብ ሓዳር ተጨኻጭኾም ግን እሕዋታ ህፃን ቆልዓ ሂብናካስ ካብ በህዚኣ ትጭኽጭኻ ኢሎም ኣፋቲሖምዎ ኣፋራሪሖምዎ በለኒ። በዝሒ ቅርሺ ጠየቕክዎ። ነገረኒ ንባዕሉ ሕተቶ ኢለ ብሎክ ገበርክዎ ሰብኣየይ ግን ኣይነገርክዎን ለሚኑ ምስ ደኸሞ ጠፍአ ለከ ጓል ሒዙ እዩ ነይሩ ቅድሚ መርዓ መስርሒ ገዛ ዝበለኒ መሸለሚ ወርቂ ክኸውን ነይሩ ድሕሪ መርዓ ንልቓሕ ክኸውን ነይሩ የመን ኮይኑ ንዓኺ ክብል እየ መፅየ እናበለ ይቅርታ ጌርክለይዶ እናበለ እናበኸየ ከም ዘይድውል መሰንጀሮ ዓፀኹዎ ብሎክ ከይገበርኩ ኣንፍሬንድ እውን ገበርክዎ። ኢሞ ዋትስ መጸ፣ ብሎክ ገበርክዎ። ገዛይ ግን የስርሕ ኣለኹ ይሰምዕ እዩ። ገዛይ ወዲኤ ኣብ መንጎ ቀደም ዝልምነኒ ዝነበረ ወዲ ዓደይ ጎረቤተይ ወሊዳ ምስ ሰምዐ ተስፋ ቆሪጹ ዝነበረ ተመርዕዩ ምስ ሰምዐ ግን መሊሱ ኣጆኹ እናበለ ካብ ጎነይ ዘይተፈለየ ነይሩ። ነብሰይ ፈሊጠ ጠንካራ ምስ ኮንኩ እሺ ኢለየ ኩሉ ነገሩ ኣድቂቐ መዚነ ፈቲነ ብኹሉ ኣረጋጊጸ ማንም ኣይፈልጥን ንሱ ብዓዲ ክውደኣልኪ ይብለኒ ኣነ ኣብየ ኣለና ንዓይ ኣማሪጹ ኣቑሑት ገዛ ሓፍተይ ገዚኣትልና ገዚኡ ገዝኡ ሰሪሑ ወዲኡ እዩ ኩሉ ግዜኡ ኣብ ስርሑ እዩ ትሕተኛ ጻዕራም እዩ ምስቲ ብምንም ኣይራኸቡን ኣብዙይ ንራኸብ ትብል ቃል ኣየውፅእለይን ክብርቲ ኢኺ ኣኽቢረ እየ ኣብ ዓድኺ ክወስደኪ እዩ ዝብለኒ ሰለስተ ዓመቱ ሓንቲ እያ ቃሉ ወሊደ እየ እንተይለዮ ጓለ እያ ከምኡ ከይትብልኒ ፍቕሪ ብውላደይ ይጠፍእን ፍቕረይ ኣይተቐየረን እቲ ኣብ ዓዲ ዝነበረ ከምኡ እዩ ዘሎ እዩ ዝብለኒ ንጓለይ ዛጓለ እዩ ዝብላ ሽማ ኣቆላሚጡ እዩ ዝጽውዓ ጓለይ ትምህርታ ከፊለ እየ ዘምህራ ተሸላሚት ኮይናትለይ ዋላ መልክዓ ኣቦኣ እውን መልክዕ ኣለዎ እዩ ፀጉራ ከዓ ክሰደልኪ እየ እንተዓብያ ካብ ናተይ ክነውሕ እዩ ናብ እንዳቦኣ እውን ኣብ ሰዓት ዕረፍታ ትኸዶም እያ ንገዛና እውን ትኸይድ እያ ጎቢዛትለ እያ ዓድና ክንኣቱ ወዲእና ኔርና ኩነታት ትግራይ ኣፍሪሑና ግን ሱቕ ኢልና ኢና ዘለና ንሱ ግን ኣበይ ኣሎ ኣይሓትትን ብዛዕብኡ ዝዛረበኒ ሰብ እውን ክሰምዕ ኣይደልን እንታይ ድየ ክብል ደልየ ኣቢየይ እምነትክን ገደብ ግበራሉ ኩሉ ትሕቲ ነብስኽን ይኹን ሓንቲ ግዜ ጥራሕ እንተተታሊልክን ንኻልኣይ ግዜ ንቑሓት ኩና ዘይርሳዕ የለን ትረስዑ ኢኽን ቅድሚያ ዓርስኽን ከኣላ ዕላማኽን ከየሳኻዕኽን ከመይ ናብ ሰብኣይ ምኻድ ትርፉ ዓማውቲ ምውሳኽ በሰላን ስቓይን ጥራሕ እዩ። ዓርኪ እንተሒዝክንለ ብርሑቑ፣ ቅርሽኽን ቆጥባ፣ ግን ነብስኽን ከይትሃስያ፣ ብልዓ ተኸድና፣ ብመጠኑ ትደልዮ ግበራላ፣ ንነብስኽን። ኣብ ቅድሜኺ ተፈቃሪ እየ ዝብል ሕሱ ኣቢሉ እዩ። ኣነ እታ ጓል ሒዙዋ ዝመጸ ደዊላ ይቅርታ ኢላትኒ፣ ውሰድዮ ኣይደልዮን እየ ኢለያ። ከምዛን ቶፍ ኢልክን ዝተፋእኽንኣ እንትፍታፍክን መሊስክን ዘይትልሕስኣ ንሑሉፍ ጌጋኽን ይኹን ንሓሳዊ ወዲ ከም ኣርኣይኡ እንተ ጠንኪርኪ ኢኺ ተፈቃሪት ተብሃጊት ትኾኒ እንተ ሒዝኪ ኢኺ ትኽበሪ ትፍርሒ ሓንቲ ኢልክን ዕላማኽን ከይትስሕታ ውላድ ቅድሚ ምውላድክን ኣቦ ምረጽ ኣሎ ውላድኪ ዋላ ናብ ሓፍቱ ናብ ኣድኡ ሰዲዱ ንጥቕሚ ቅርሺ ንኽቕበለኪ ይደሊ እዩ ቅንኢ ናይ ፍቕሪ ቕንእሎ ሰብ ቁሊሕክ ንኸይብለኪ ሞዲኺ ንኽትተርፊ እውን ኣሎ ዋላ እንተፈትሑኪ ሽምኪ ዘጸልም ናፍቕሪ ዘይኮነስ ናሕስድና ቅንኢ ስለ ዝኾነ እዩ ደረቱ ነፊሑ ስለ ዝተጎረነ ኣይትቕንኣ ኣይትእመና ቅርሽኽን ሓዛ ገለ እንተይሉ ውስን ኣቢልክን ካብ ህይወትክን ባራ ምባል ከኣላ ኣነ እንተዘይኮይኑ እዚ ሕጂ ሒዘዮ ዘለኹ እውን ምንም ኣይዕጅበኒ እዙ ናይ ሕዚ ወዲ ንባዕሉ ተሰይራ ዘይትስበር ኮይነ እየ ጠንኪረ ጀጊነ እና ናብ ጥቕምኽን ኣውዕላኣ ኣቢየ ይቅርታ ጽሑፍ ኣብዚሐልኪ እዚኣ ኣብጽሕለይ ዝብል እዩ ዛንታኣ። ካብዛ ናይዛ ጅግናን ጠንካራን ስደተኛ ሓፍትና ብዙሕ ተማሂርና ክንከውን ብወገነይ በዓልቲ ምሉእ ተስፋ እየ። እንታይ ተማሂርክናሉ? ንስኽን እንተትኾናኸ እዚ ወሲናቶ ዘላ ውሳነ ምወሰንክንዶ ኔርክን? እዚ በጺሓቶ ዘላ ምበጻሕክንኦዶ ኔርክን? ኣብ ኮሜንት ጽሓፋለይክን። ንሎማዓልቲ ዝነበረትና ጻንሒት እዚኣ እያ ትመስል። ኣብ ቀጻሊ ቪድዮ ክስጋዕ ንራኸብ። ሰሰናዩ ንዓኹም። ባይ ባይ።